ቪንስን ኣብ ህይወት ተስፋ ዝቖረጸ ብጣዕሚ ኣረጊትን ድኻን በይኑ ዝነብርን ዓብዪ ሰብኣይ እዩ። ጊዝኡ ዘሕልፈሉ ሓንትን ክልተን ልማድ እንድሕር ሃልይዎ መስተ ምስታይን ቁማር ምጫወትን ጥራሕ እዩ። ግን ሃንደበት ሓደ መዓልቲ ሓንቲ ኣደ ምስ ሓደ ወዳ ጉረቤቱ ኮይና ምንባር ክትጅምር እንከላ ኩሉ ነገር ይቕየር። ብናይ ቆልዓ ምጽናሕ ንእሽተይ ስራሕ ዝተጀመረ ነገር እውን ቀስ እናበለ ናብ ዓሚቕ ነገር ይቕየር። ኣብቲ ጉዕዞ እውን ብዙሓት ተሓቢኦም ዝነበሩ ታሪኻትን ቃንዛታትን ንክኽፈቱ ዕድል ይረኽቡ። ፊልምና ዝጅምር ቪንሰንት ዝተብሃለ በይኑ ዝነብር ሓደ ዓብዪ ሰብኣይ እናርኣየና እዩ። ቪንስን ብዙሕ ፈታዊ ዘይብሉ ብጣዕሚ ዓንጫቕን ቀልጢፉ ዝኹርን ሰብ እዩ። ዳካ እትበሃል ምስኡ ግዜ ንኽተሕልፍ ቅርሺ ዝኸፍላ ናይ ቀረባ መሓዛ እውን ነይራቶ ግን ዝበዝሕ ግዘ እንከይከፈለ እዩ ዝሰዳ። ቪንስን ምንም ዓይነት ስራሕ ኾነ ናይ ኣታዊ ምንጪ ስለዘይነበሮ ገዝኡ ኣትሒዙ ካብ ባንኪ ልቓሕ ክወስድ ይኸይድ ግን ገዝኡ ኣቐዲሙ ብዕዳ ተታሒዙ ስለዝነበረ እቲ ልቓሕ ክህቦ ፍቓደኛታት ኣይነበሩን። ድሓር እውን ናብቲ ናይ ኣካውንቱ ዕቋር ከይዱ ቅርሹ ከውፅእ ከምዝደሊ ይነግሮም ግን ንሳቶም ገና ልቓሕ ከም ዘለዎን ግዜ ከይሓለፈ ኩሉ ልቑሑ ዜሮ ንኽገብርን ይነግርዎ። ተጨናኒቑ ስለ ዝነበረ እውን ሓሳቡ ንምውጻእ ንሓደ መስተ ቤት ይኸይድ እሞ ክሳብ ዝሰክር ይሰቲ። ሰኺሩ ናብ መኪንኡ ተሰቒሉ ንገዝኡ ክምለስ እንከሎ እውን ናይ ፖስታ ሳንዱቑን ሓጹሩን የፍርሶ። ውሽጢ ገዝኡ ኣትዩ ተወሳኺ ኣልኮል ክሰቲ ይሙኩር። ግን ኣመና ሰኺሩ ስለ ዝነበረ መኽደኒ'ቲ ጥርሙዝ ክኸፍቶ ኣይከኣለን። ተናዲዱ ናብ መሬት ይድርብዮ እሞ ሸተት ኢልዎ ምስ ጣውላ ተላጊዑ ናብ መሬት ይወድቕ። እቲ ዝቕጽል ንግሆ ኣፍ ደገ ገዝኡ ዝጨቓጨቑ ሰባት ሰሚዑ ካብ ድቃሱ ይነቅሕ። ለካ ትማሊ ምሸት ፌንሰን ንገዝኡ ክምለስ እንከሎ ብመኪንኡ ንጨንፈር ኦሞ ወቒዑ ናብ መኪና ኣውዲቑ ነይሩ። ናይታ መኪና በዓል ዋና ዝኾነ'ውን መዐረዪ ደልዩ እናተጨቓጨቐ ይሰምዕዎ። እታ መኪና ማግት ትበሃል ናይ ፌንሰን ጎረቤት እያ ተኻራያታ ነይራ። ግን ናይታ መኪና ዝተሰወሩ ክፋላት ንመዐረዪ ዝኾን ቅርሺ ስለ ዘይነበራ ንፌንሰን ሓገዝ ትሓቶ እሞ ንሱ ውን ነቶም ናይ ግልጋሎት ድርጅት ክኸሶም ይሓስብ። እናተዛረቡ እንከለዉ እውን ወዳኒ ማጊ ዝኾነ ኦሊቨር ስዒቡዋ ናብቲ ቦታ ይመጽእ። ማጊ ናብዚ ሰፈር ዝመጸት ሓዳሽ ነባሪት እያ። ምስ ወዳ ናብዚ ዝወጸኣሉ ምኽንያት እውን ምስ ሰብኣያ ዴቪድ ኣብ ቀረባ ግዜ ድሕሪ ምፍታሕ ሓድሽ ህይወት ንምጅማር እዩ። እቲ ዝቕጽል መዓልቲ ማጊ ንኦሊቨር ወሲዳ ኣብ መናሃርያ ኣውሪዳቶ ንስራሓ ትኸይድ። ምኽንያቱ ኣብ ናይ መጀመርያ ናይ ስራሕ መዓልታ ወዳ ሒዛቶ ክትከይድ ኣይፍቀደላን። ኦሊቨር እውን ከምኡ ስለ ዝዀነ፣ ናብ ባስ በይኑ ተሰቒሉ ንትምህርቲ ቤቱ ጕዕዞኡ ይጅምር። ከምዚ ኢሉ እውን ኦሊቨር ኣብ ሓድሽ ትምህርቲ ቤት ይበጽሕ እሞ ሓድሽ ቸሪዲ ዝበሃል ጽቡቕ መምህር እውን ይላለዮ። ኦሊቨር ብጣዕሚ ረቂቕን ድኹምን ስለ ዝነበረ፣ ኣብ ስፖርት ሰዓት ከምቶም ካልኦት ቈልዑት ንቑሕ ምንቅስቓስ ኣይነበሮን። ብሰንኪ እዚ እውን እቶም ካልኦት መማህርቱ ብጣዕሚ ይስሕቕዎን ይብድልዎን ነይሮም። እቲ መዓልቲ ንሱ እውን ስፖርት ክሰርሑ እንከለዉ ድቪዝኡ ይሓውእሉ እሞ ቲሸርቱ ጥራይ ገይሩ ገዝኡ ክኸይድ ይግደድ። በቲ ወገን ቬንሰን እተን ዝተረፍኦ ቁሩብተይ ቅርሺ ኣብ ናይ ፈረስ ውድድር መዲቡ ቁማር እናተጫወተለን ይጸንሕ። ኣብታ ሰዓት ንሳውን ዚኮ ዝበሃል ወዲ ይመጽእ እሞ ንቬንሰን እቲ ዘእውዶ ቅርሺ ንክመልሰሉ ይሓቶ። እቲ ችግር ቬንሰን ካብ ዚኮ ዝተለቀሖ ቅርሺ ብሃረጻ እዩ ነይሩ። ኣብ ቀረባ ጊዘ እንድሕር ዘይከፊሉ እውን ኣብ ዓብይ ችግር እዩ ክኣቲ። በቲ ወገን ኦሊቨር ኣብቲ ሓድሽ ከተማ ገዝኡ ንምምላስ ብጣዕሚ ይችገር። ሞባይሉ ኣብቲ ሓድሽ ድቪዝኡ ስለ ዝነበረት ጉግል ማፕ ክጥቀም ኣይከኣለን ግን ብዝተፈለየ መንገዲ ገዝኡ ይዝክራ እሞ ቀልጢፉ ይምለስ። ግን ዘሕዝን ነገር ናይ ገዝኡ ማፍተሒ እውን ኣብቲ ድቪዝኡ ስለ ዝነበረ ናብ ውሽጢ ክኣቲ ኣይከኣለን። ኣብ ተመሳሳሊ ሰዓት ቪንሰን ኩሉ ዝነበሮ ቅርሹ ነጊፉ ንገዝኡ ይምለስ። ኦሊቨር እውን ንቪንሰን ስልኩ ተጠቒሙ ነዲኡ ንኽድውለላ ይሓቶ እሞ ክድውል ናብ ውሽጢ ገዛ ይኣቲ። ግን ማጊ ተደዊሉላ ተልዕል ስለ ዘይነበረት መሊሳ ክሳብ ትድውል ኣብ ናይ ቪንሰን ገዛ ኮፍ ኢሉ ክጽበያ ነይርዎ። ድሕሪ ዝተወሰኑ ሰዓታት ማጊ ትድውል እሞ ስራሕ በዚሕዋ ከም ዘሎ ነጊራ ንኦሊቨር ኣብ ገዝኡ ንኸጽንሐላ ትሓቶ። ቪንሰን ግን ምንም ዘይፈልጦን ዘይምልከቶን ቆልዓ ስቕ ኢሉ እናሓለየ ክውዕል ኣይደለየን። ንሓንቲ ሰዓት ዓሰርተ ክልተ ዶላር ንኽትከፍሎ ይሓታ እሞ ማጊ መማረጺ ስለ ዘይነበራ፣ ፍቓደኛ ትኸውን። ኦሊቨር እውን ኣዲኡ ክሳብ ትመጽእ ኣብ ናይ ቬንሳን ገዛ ኮፍ ኢሉ ጸሊምን ጻዕዳን ኮሚዲ እናረእየ የውዕል። ኦሊቨር ንቆልዓ እንታይ ከብልዖ ከም ዘለዎ ስለ ዘይፈለጠ መኣስ ከም ዘምጽኦ ዘይዝክርዎ ምግብታት ካብ ፍሪጅ ኣውጺኡ ይህቦ። ድሕሪ ሰለስተ ሰዓት ማጊ ካብ ስራሓ ትመጽእ እሞ ቬንሰን እውን እቲ ዝግብኦ ቅርሺ ምስ ተኸፈሎ፣ ንማጊ፣ ቪንሰን ሒዛ ንኽትከይድ ይፈቕደላ። ንኦሊቨር፣ ምግቢ እንድሕሪ ኣዳልያሉ ቅርሺ ከም ዝቕንሰላ እውን ይነግራ። ገዝኦም ምስ ተመለሱ፣ ማጊ ንኦሊቨር፣ ቪንሰን እንታይ ዓይነት ሰብ እዩ? ኢላ ትሓቶ። ኦሊቨር፣ ንቪንሰን ብጣዕሚ እዩ ፈትይዎ። ዓብዪን ሓሪፍን ሰብ ኮይኑ እዩ ተራእይዎ። ደሓር ከዓ ጎረቤቶም ስለ ዝኾነን፣ ማጊ ምስኡ ዘይክትገድፎ ካሊእ መማረፂን ስለ ዘይነበራ ምፍታይ ሓደ መማረፂኡ እዩ ነይሩ። ሓደ መዓልቲ ማጊ ስራሓ ምስ ወደእት፣ ንኦሊቨር ካብ ትምህርቲ ቤት ንገዝኡ ክትመልሶ እናተዳለየት ትፀንሕ። ግን ሓንቲ ዶክተር መፂኣ። ነርስታት ኣብ ናይ ስራሕ ሰዓቶም ካብ ሆስፒታል ክወጹ ኣይፍቀደሎምን ኢላ ምስ ነገረታ፣ ናብ ቪንሰን ትድውል እሞ ካብ ትምህርቲ ንኸምጽኦ ትሓቶ። ናብ መኪንኦም ተሰቒሎም ጉዕዞም ምስ ጀመሩ፣ ቪንሰን ንኦሊቨር ናበይ ከም ዝኸዱ እለዉ ንኸይሓቶ ይነግሮ። ደሓር እውን ኣብ ሓደ ቦታ መኪንኡ ጠጠው የብል እሞ ናብ ኣዴኻ ደዊልካ ከም ዝወሰድኩኻ ንገራ ንኸይትጭነቕ ኢሉ ናብ ናይ ህዝብ ቴሌፎን ንኽጥቀም ይሰዶ። ኣብታ ሰዓት ንሳ ግን ኦሊቨር እቶም ኣብ ትምህርት ቤት ብዙሕ ዘጨንቕዎ ቆልዑት እናተዘናግዑ ይረኽቦም። ቅድሚ ሕጂ ሮበርት ድቪዝኡ ሓዊኡሉ እንከሎ መምህር ሰሚዑ ስለ ዝቐጽዖ ተናዲዱ ንኦሊቨር ይቕጥቅጦ። ቬንሰን ግን እቲ ኩነታት ምስ ረኦዮ ካብ መኪንኡ ወሪዱ ንክቃርጹ ይነግሮም። በጋጣሚ ቬንሰን ናይ ሮበርት ስድራ ይፈልጦም ስለ ዝነበረ እንድሕር ደኣ ዘይቋሪጹ ንወለዱ ከይዱ ከም ዝነግረሉ ብደንቢ ጌሩ ይፈራርሖ። ከም ቅጽዓት እውን ስኬት ቦርዱ ኣብ ክልተ ይሰብራ እሞ ደጊሙ ንኸይሪኦ ነጊሩ ካብቲ ቦታ የመላጥጦ። ንገዝኦም እናተመለሱ እንከለዉ ቪንሰን ንኦሊቨር ከም ጓል ፎኪስ ዘይኮነስ ከም ሰብኣይ ነብሱ ምክልኻል ክለምድ ከም ዘለዎ ይነግሮ። ንስኻ ረቂቕን ደቂቕን ሰውነት ስለ ዘለካ ጥራይ ድኹም ኢኻ ማለት ኣይኮነን፣ ምኽንያቱ ኩሉ ነገር ኣብ ርእስና እዩ ዘሎ ኢሉ ድማ ይመኽሮ። ድሕሪኡ ቪንሰን ንኦሊቨር ሒዝዎ ናይ ኣእምሮ ችግር ዘለዎም ሰባት ንሕክምና ናብ ዝቕመጥሉ ቦታ ሒዝዎ ይኸይድ። ኣብኡ ምስ ኣተየ፣ ቪንሰን ዶክተር ክዳን ተኸዲኑ ሳንዲ እትበሃል ዲመንዥያ ሕማም ዘለዋ ሰበይቱ ይረኽባ። ቪንሰን ንሰበይቱ ሳንዲ ብስነ-ስርዓትን ብጸባይን ምስ ተዛረባ፣ ኣና እትበሃል ነርስ ኩሉ ክዳውንታ ጠቕሊላ ሒዛሉ ትመጽእ። ቅድሚ ጠቕሊላ ምሃባ እውን እዚ ክዳውንቲ ባዕለይ ክሓጽቦ ይኽእል እየ ኢላ ትነግሮ። ግን ቪንሰን ፍቓደኛ ኣይነበረን፣ ጠቕሊሉ ሒዝዎ ይኸይድ። ሰበይቱ ናብዚ ጥዕና ትካል ካብ ትኣቲ ንደሓር ሸሞንተ ዓመታት ባዕሉ'ዩ ክዳውንታ ዝሓጽበላ ነይሩ። ድሕሪ'ዚ ንገዝኦም ይምለሱ'ሞ ቬንሰን ንኦሊቨር ከመይ ገይሩ ንነብሱ ክከላኸል ከም ዝኽእል የላምዶ። ኦሊቨር ብጣዕሚ ድኹምን ረቂቕን ሰውነት ስለ ዝነበሮ'ውን ቬንሰን ንጸላእቱ ብሓንቲ ውቅዒት ከውድቐላ ዝኽእል ምንቅስቓስ የላምዶ። እቲ ምሸት ንሱ ማጊ ካብ ስራሓ ተመሊሳ ንገዝኣ ክትኣቲ እናበለት፣ ሓደ ወዲ ዝዀነ ደብዳቤ ቐቢላ፣ እቲ ደብዳቤ እውን ሰብኣያ ዴቪድ ኦሊቨር ካብኣ ንምውሳድ ከም ዝኸሰሳ ዝነግር እዩ ነይሩ። እዚ ብምርኣያ እውን ብጣዕሚ ትሓዝን። ናብ ናይ ቪንሰን ገዛ ምስ ኣተየት፣ ቪንሰን እንታይ ዀይና ኸም እትበኪ ዘላ ይሓታ። ዝተወሰኑ ቐልድታት ነጊሩ እውን ካብቲ ናይ ሓዘን ደበና ንኽትወጽእ ይሕግዛ። እቲ ዝቕጽል መዓልቲ፣ ዳካ ነብሰ ጹር ኰይና ስለ ዝነበረት ናብ ሆስፒታል ሒዝዋ ይኸይድ። እቲ ናይ መርመራ ኽፍሊት ዝረኸሰ ንኽኸውን እውን ሰብኣያ መሲሉ እቲ ዝተረፈ ቕርሺ ባዕሉ ይኸፍለላ። በቲ ወገነ ትምህርት ቤት ኦሊቨር ኣብ ናይ ስፖርት ሰዓት ምስ ሮበርት ናይ ኩዕሾ ግጥም ነይርዎ። ኣብቲ ሰዓት ንሱ፣ ሮበርት፣ ኮነ ኢሉ ንኦሊቨር ብታ ኩዕሾ ደርብዩ ኣፍንጭኡ ክሳብ ዝደሚ ኣብ መሬት የውድቖ። ኦሊቨር ብጣዕሚ ተናዲዱ ስለ ዝነበረ ውን በታ ቬንሰን ዘላመዶ ምንቅስቓስ ገይሩ ንሮበርት ወቒዑ ውን ኣውስሒቱ ናብ መሬት የውድቖ። ካብ ትምህርት ተፈዲሱ ኦሊቨር ናብ ናይ ቬንሰን ገዛ ይኣቱ'ሞ ብታ ዘምሃሮ ምንቅስቓስ ንሮበርት ኸመይ ገይሩ ኸም ዘውደቖ ይነግሮ። ዳካ እውን ተገሪማ፣ ከመይ ኢልካ ደኣ ጨኪንካ ንንእሽተይ ቈልዓ መባእስ ተላምደለኻ? ኢላ ትሓቶ። ክትከይድ እንከላ እውን ኦሊቨር፣ ዳካ እንታይ ኣብ ምዃና ንቬንሰን ይሓቶ። ቬንሰን እውን ንዳካ ትኽክለኛ ስራሕ ኣብ ክንዲ ምዝራብ፣ ዳካ ናይ ለይቲ ሰብ እያ ኢሉ ይነግሮ። ግን ኦሊቨር ሕዚ እውን ትርጉሙ ምንም ኣይተረድኦን። ካልእ መዓልቲ ኦሊቨር ን ቬንሰንን ብሓደ ናብቲ ናይ ፈረስ ውድድር፣ ቁማር፣ ዝጫወቱሉ ቦታ ይኸዱ። ቬንሰን እውን ንኦሊቨር እቶም ኦዳት ኳልኩሌት ገይሩ፣ ናይ ምስዓር ዕድሉ ከመይ ገይሩ ክውስኽ ከም ዝኽእል የምህሮ። ኦሊቨር እውን ኣብ ጁቡኡ ብዝነበራ ዝተወሰና ቅርሺ ገይሩ፣ ቪንሰን መዲቡሉ ምስ ዝነበረ ፈረስ ብሓደ ይምድቡ። ኣብ መጠረሻ እውን እቲ ቅርሺ ዝመደቡሉ ፎረስ ቀዲሙ ይውድእ እሞ ክልቲኦም ብሓደ ይስዕሩ። ብጣዕሚ ብዙሕ ቅርሺ ዋላ ይስዓሩ ከም ዝተስዓሩ እዮም ዘግርሙ ነይሮም። ምኽንያቱ ዚኮ ብርሕቐት ይጥምቶም ነይሩ እዩ። ድሕሪኡ ዚኮ መጺኡ ቅርሹ ንኸይሓቶ ቪንሰን እቲ ዝሰዓሮ ቅርሺ ኣኪቡ እናጎዩ ናብ መኪንኦም ይምለሱ። ቪንሰን ውን ብቲ ቅርሺ ኣቢሉ ኣብ ባንኪ ዝነበሮ ዕዳ ኩሉ ከፊሉ ነጻ ይኸውን። እቲ ዝተረፈ ቅርሾም ጌሮም ውን ጌማት ተጫዊቶም ኣይስክሬም በሊዖም ቪንሰን ክኣትዮ ናብ ዘይግባእ ሬስቶራንት ኣትዮም ምግቢ ይበልዑ። ኣብ ተመሳሳሊ ሰዓት ማጊ ካብ ስራሓ ክትምለስ እንከላ ካናይ ኦሊቨር ትምህርት ቤት ይድወላ እሞ፣ ንሮበርት ክሳብ ዝደሚ ከም ዝቖጥቆጦ ይነግርዋ። ቪንሰን ኣመና ሰኺሩ ስለ ዝነበረ መኪና ክሽፍር ኣይከኣለን። ብታክሲ ገይሮም እውን ንገዝኦም ይምለሱ። ማጊ ብጣዕሚ እያ ኮርያ ነይራ፣ ምኽንያቱ ንዓኣ ከይነገረን ከየፍቀደን እዩ ንቪንሰን ኣብ በረኻ ሒዝዎ ኣምሽዩ። ኣብ ልዕሊኡ ማጊ ኦሊቨር ኣብ ትምህርቲ ቤት ይበኣስ ምንባሩ ስለ ዘይነገራ ብጣዕሚ እያ ኮርያ ነይራ። ቪንሰን እውን ድምፁ ትሕት ኣቢሉ ገዛ እያ መፂኺ ኣይትፈልጥን እንታይ ሰዓት ረኺበኪ እዚ ኢለ ክነግረኪ ኢሉ ይሓታ። ማጊ እውን ብዛዕባኡ ዋላ ምንም ኣይትፍለጥ ዓርሱ ዝፎትን ህንፉፉን ስሱዕን ሰብ ኢኻ ኢላ ተጻሪፋቶ ገዛኣ ትኸይድ። ሓደ መዓልቲ ማጊ ምስ ቸሪድን ምስ ናይ ትምህርቲ ቤት ዳሪክተርን ብዛዕባ ኦሊቨር ንኽትዛረብ ትራኸብ። ማጊ እውን እቲ ዘሕዝን ታሪኻ ነቶም ክልተ መማህራን ትነግሮም። ሰብኣያ ዴቪድ ክሳብ ዝፋትሑ ውሽማ ሒዙ ብደገ እዩ ዝነብር ነይሩ። ደሓር ምስ ተፋትሑ ግን ናይ ኦሊቨር ምሉእ ሓላፍነት ክወስድ ኣብ ቤት ፍርዲ ከም ዝኸሰሳ ተረደኦም። እቲ ዳሪክተርን ቼሪድን እውን እቲ ታሪኽ ምስ ሰምዑ፣ ኦሊቨር ዝገብረሉ ነገር ካብ ልቡ ከም ዘይኮነን እቲ ኩነታት ልዕሊ መጠን ከም ዝኸበዶን ይርድኦም። ኣብ ተመሳሳሊ ሰዓት፣ ኦሊቨርን ሮበርን ክልቲኦም ስለ ዝተባእሱ ሽንቲ ቤት ንኽጸርጉ ይቕጽዑ። ኣብኡ ተረጋጊዖም ከይተባእሱ ክዛረቡ ስለ ዝተገደዱ እውን ብዙሕ ዘመሳስሎምን ዘቀራርቦምን ነገር ከም ዘሎ ንኽፈልጡ ዓብዪ ዕድል ይረኽቡ። ክልቲኦም ህጻውንቲ እንከለዉ ጥራይ ኣቦኦም ሓዲግዎም ዝኸዱ ቈልዑት እዮም። እንከይተጸበየዎ እውን እቲ መቕጻዕቲ ክልቲኦም ልዕሊ መጠን ክቀራረቡን ዝፋተዩ ኣዕርኽትን ንክኾኑ ይገብሮም። ሮበርት እውን ይቅርታ ሓቲቱ ኣብቲ ዝሓለፈ መዓልቲ ወሲድዎ ዝነበረ ናይ ገዛ መፍትሕ፣ ሞባይልን ዋሌትን ንኦሊቨር ይምልሰሉ። ሓደ መዓልቲ ቬንሰን ናብቲ ሰበይቱ ትሕከመሉ ክኒኒክ ሼርሊ ብዝተባህለት ሓኪም ይጽዋዕ። ሽዑ'ውን ንቪንሰን፣ ንሰበይትኻ መሐከሚ ዝኸውን ቅርሺ ክትከፍሎ ዝግበእካ ሰዓት ኣይትኸፍልን ዘለኻ፣ ናይ ጊዘ ገደብካ'ውን ተወዲኡ እኒ፣ እንድሕር ዘይከፊልካ ንገዛኣ ክትወስዳ ኢኻ ኢሎም ይነግርዎ። እንድሕር ገዝኡ ንዓኣ ኣስማዕማዕ ኮይኑ ዘይጸኒሑ ግን ናብ ካሊእ ብዙሕ ቅርሺ ዘይሓትት ሕክምና ከም እትስደድ ይነግርዎ። ቪንሰን'ውን ገዝኡ እንኳን ንዓኣ ንባዕሉ'ውን ጽቡቕ ከም ዘየለ ተረዲእዎ ሰበይቱ ናብ ካሊእ ንከይትውሰድ ይፈርሕ። ሸርሊ እውን ቅጽል ኣቢላ፣ ናይቶም ዝሓለፉ ሽዱሽተ ወርሕን ናይ ዝመጽእ ሰለስተ ወርሕን እንተዘይከፊልካ ኣብ ቀረባ ሰዓት ክትውሰድ እያ ኢላ ደጊማ ትነግሮ። ቪንሰን እቲ ቅርሺ ንሱ ስለ ዘይነበሮ ብጣዕሚ ምጭናቕ ይጅምር። ካብቲ ኣኼባ ምስ ወጸ እውን ንኣና ይረኽባ እሞ ንእሽተይ ቅርሺ ሂቡ ንሰበይቱ ንኽትንከባኸባ ይነግራ። ካብቲ ክፍሊ ሓዲጋቶ ምስ ወጸት እውን እቶም መድሓኒታት ሰሪቑ ይወስዶም እሞ ዳካ ሓጊዛቶ ንዘይፍለጡ ሰባት ሸይጡ ዝተወሰነ ቅርሺ ይረክብ። ግን እቲ ቅርሺ ሓንቲ ሚእቲ ዶላር ጥራይ ስለ ዝነበረት፣ ምንም ኣይትጠቕሞን። ቪንሰን ተወሳኺ ቅርሺ ስለ ዘድልዮ ናብቲ ባንክ ይኸይድ እሞ ኣብ ዕቋር ዝነበሮ ኩሉ ቅርሺ የውጽኦ፣ ዕስራን ሸውዓተን ሽሕ ዶላር። ግን ናይ ሳንዲ ናይ ሕክምና ክፍሊት ልዕሊኡ እዩ ነይሩ፣ ሕዚ እውን ተወሳኺ ቅርሺ የድልዮ እዩ። ከም መማረጺ እውን እቲ ናይ ፈረስ ውድድር ንኽቕምረሉ ኩሉ ቅርሹ ይምድቦ። ሽዑ ሰለስተ ፈረሳት እዩ መሪጹ ነይሩ፣ ግን ኣብቲ መዓልቲ ሰለስቲኦም እዮም ተሳዒሮም። ዕድመ ልክዑ ዝዓቑሮ ቅርሺ ኣብ ሓንቲ መዓልቲ ስኢኑ እውን ንገዝኡ ብሓዘን ይምለስ። መከርኡ ገና ኣይተወድኣን ነይሩ፣ ምኽንያቶ ገዛ፣ ዚግ፣ ቅርሹ ንኽእክብ እናተጸበዮ እዩ ጸኒሑ። ዚግ እቲ ቅርሺ እንድሕር ደኣ ዘይኸፍሎ ክባራት ንብረት ካብ ገዝኡ ክወስድ ምዃኑ ይነግሮ። ቬንሰን ግን ናይ ሰበይቱ ምንም ዓይነት ንብረት ክንክኦ ኣይደለየን። ነቶም ንብረት ዝወስዱ ሰባት እውን ክበኣሶም ይሙክር፣ ግን ሓንቲ ቦክስ እንከይወቕዐ ውንኡ ስሒቱ ናብ መሬት ይወድቕ። ዚግ እውን ብጣዕሚ ተጨናኒቑ ኩሉ ዝሓሰቦ ሓዲጉ ካብቲ ገዛ ይሃደም። እቲ ዝቕጽል መዓልቲ ቪንሰን ንኦሊቨር ክትምርቲ ቤት ክወስዶ ኔርዎ ግን ቪንሰን ናብቲ ትምህርቲ ቤት ስለ ዘይመጸ ኦሊቨር ናብ ታክሲ ተሰቒሉ ንገዝኡ ይምለስ። ኦሊቨር ገዝኡ በጺሑ ናብ ናይ ቪንሰን ክፍሊ ይኣቲ ኣብ መሬት ውንኡ ስሒቱ ክሪኦ እንከሎ ውን ብጣዕሚ ይድንግጽ። ማጊ ውን እዚ ምስ ሰምዐት ንሆስፒታል ትወስዶ እሞ ሲቲ ስካን ጌራ እንታይ ከም ዝተፈጠረ ክትፈልጥ ትሙክር። ለካ ቪንሰንት ንነዊሕ ግዘ ዘይፈለጦ ናይ ነርቭ ችግር ነይርዎ። ናብቲ ነበሮ ጥዕና ንክምለስ እውን ንነዊሕ ግዘ ቀሊል ሕክምና ንክወስድ ይግደድ። ሓደ መዓልቲ ቼሪዲ ንቶም ተምሃሮ ፍልይ ዝበለ ፕሮጀክት ይህቦም እሞ ብዛዕባ ዘደንቖምን ዘገርም ታሪኽ ዘለዎን ዝብልዎ ሰብ ታሪኽ ንከዳልዩ ይነግሮም። ኦሊቨር ንገዝኡ ክምለስ እንከሎ ዳካ ኣብ ኣፍደገ ይረኽባ። ቪንሰንት ሕክምና ከምዝኣተየ ግን ምንም ኣይትፈልጥን ነይራ። ኦሊቨር ቪንሰንት ከምዝሓመመን ሆስፒታል ኣትዩ ሕክምና ይግበረሉ ከም ዘሎን ይነግራ። ከመይ ከም ዘሎ ንምርኣይ እውን ብሓደ ናብ ሆስፒታል ይኸዱ። ግን ኣብቲ ሆስፒታል ቪንሰን ጥዕንኡ ብዙሕ ለውጢ ስለ ዘይነበሮ ተናዲዱን ተጨቓጫቕን ኮይኑ ይጸንሕን። ንኽረጋጋዕ እውን ማጊ ንኹሎም ክርእይዎ ዝመጹ ሰባት ካብቲ ክፍሊ ተውጽኦም። ኣብቶም ዝቕጽሉ ሰሙናት ኦሊቨርን ማግን ቪንሰን ብቐሊሉን ቀልጢፉን ንኽሓዊ ዝተኻእሎም ይሕግዝዎ። ንሱን ከይፍለጦ እውን ዳካን ኦሊቨርን እቱ ንነዊሕ ጊዘ ጸርዩን እንክብካበን ዘይፈልጥ ገዝኡ ብደንቢ ገይሮም የዐርይዎ። ምኽንያቱ ቪንሰን ካብ ሆስፒታል ክወጽእ እንከሎ ገዝኡ ጸርዩ እንድሕር ደኣ ጸኒሕዎ ማዕረ ክንደይ ከም ዝሕጎስ ይፈልጡ እዮም። ጊዘ ብዝሓለፈ ናይ ቪንሰን ኩነታት ብጣዕሚ ጽቡቕ እናኾነ ይኸይድ። ሕክምናዊ ዝግበረሉ ንብረት ሰዓት፣ ቪንሰን ኩሉ ግዜ መጺኡ ንኸዘናግዖ ዝተኻእሎ ይገብር ነይሩ። ድሕሪ ዝተወሰነ ግዜ፣ ቪንሰን ካብ ሆስፒታል ይወጽእ እሞ ገዝኡ ብጣዕሚ ጸርዩ ስለ ዝጸንሖ ኣመና ይሕጎስ። ዳካ እውን ቪንሰን ናብ ምሉእ ጥዕንኡ ክሳብ ዝምለስ ንኽትንከባኸቦ ከምቲ ንማጊ ዘኽፍላ ነበረ ንሰዓት ዓሰርተ ክልተ ዶላር ተኽፍሎ። በቲ ወገን ኦሊቨር ንምውሳድ ተኸሲሳ ዝነበረት ማጊ ናብቲ ፍርድ ቤት ትኸይድ። ግን ደቪድ ብጣዕሚ ጎበዝ ጠበቓ ቆጺሩ ስለ ዝነበረ ኦሊቨር ዝበዝሕ ግዜ ምስ ቪንሰን የሕልፍ ከም ዝነበረን ናብ ባርን እንዳ ቁማርን ሒዝዎ ከም ዝኸደን ምስ ዳካ ከም ዝተርኣየን ብዙሓት ማስረጃታት ሒዙ ይቐርብ። ብሰንኪ እዞም ማስረጃታት እውን ማጊ ትሰዓር እሞ ምስ ዴቪድ እናተዋረዩ ንኸዕውይዎ ንኦሊቨር ይውሰነሉ። ማጊ ንገዛኣ ምስ ተመለሰት ንቪንሰን ብድሕሪኣ ብዝገበሮ ነገራት ማዕረ ክንደይ ከም ዝሓረቐት ትነግሮ። ግን ቪንሰን ኣብ ክንዲ ይቅርታ ምሕታት ንስኺ ከማይ ምስ ዝበለ ሰብ ወድኺ ከመይ ኢልኪ ትገድፊ ኢሉ ንባዕላ ይጸርፋ። ቪንሰን ገዝኡ ምስ ተመለሰ ካብ ሆስፒታል ካብ ዝመጽእ ደብዳቤን መልእኽትን ሰሚዑ ስለ ዘይፈልጥ፣ ንኽሰምዖ ይኸፍቶ። ኣብ መንጎኦም እውን ሰበይቱ ከም ዝሞተት ዝነግሩ ሸውዓተ መልእኽትታት ካብ ኣና ተላኢኽዎ ይጸንሕ። ቪንሰን እውን እዚ ዜና እዚ ልዕሊ መጠን ክሓዝን ይገብሮ። እቲ ዝቕጽል መዓልቲ ቪንሰን ናብቲ ጥዕና ቢሮ ይኸይድ እሞ ሼርቢ ናይ ሳንዲ ዝተረፈ ንብረታት ኣብ ሳንዱቕ ጠቕሊላ ትህቦ። ንሓደ ሰሙን ምንም ዜና ስለ ዘይሃብካና ከምቱ ቅድሚ ሕጂ ሰበይተይ እንተ ሞይታ ግበርዎ ዝበልካና ኢና ጌርና ኢላ ድማ ትነግሮ። በቲ ወገን ማጊ ንወዳ ምስ ዴቬድ ክትገድፎ ካብ ምእዛዝ ሓሊፉ እተጽንሖ ሰራሕተኛ ክትቁጸረሉ እውን እዩ ኣዚዝዋ። ሽዑ እውን ሜተልዳ ዝተባህለት ሰራሕተኛ ንኦሊቨር ንኽትርኢ ብዴቪድ ትስደድ ግን ማጊ ምንም ኣይፎተየታን። ንገዝኦም ምስ ተመለሱ ኦሊቨር ንቬንሰን ክሪኦ ናብ ካንሸሎኡ ይኸይድ። ኦሊቨር ሰበይቱ ብምሟታ ብጣዕሚ ከም ዝሓዘነ ንቬንሰን ይነግሮ። ቬንሰን ግን ንዓይ ምሕዛንን ምንክብኻብን ግደፎ፣ ምንም ትኹረት ኮነ እንክብካበ ዘይግበኣኒ ሰብ'የ ኢሉ ንኦሊቨር ይምልሰሉ። ኦሊቨር ቬንሰን ከምዚ ኢሉ ክሪኦ እንከሎ ብጣዕሚ'ዩ ሓዚኑ። ግን ክገብረሉ ዝኽእል ነገር ስለ ዘይነበረ ሓዲግዎ ይኸይድ። ሰበይቱ ምስ ሞተት ሓዘኑ ንኽርስዕ ቬንሰን ሰብ ክነኽኦ ዘይፈቕደሉ ነበረ ናይ ሰበይቱ ንብረት ጠቕሊሉ ንዳጉሓፍ የእትዮ። ኣብታ ሰዓት ንሳ፣ ኦሊቨር፣ ኣብ ክፍሉ ኮይኑ እናጓሓፈ ይሪኦም እሞ ዝተወሰኑ ንብረታት ሒዙ ንገዝኡ ይመልሶም። ኣብ ትምህርቲ ቤት እውን ቼሪዲ ብዛዕባ እቲ ዝሃቦም ኣሳይመንት ንኹሎም ተምሃሮ እዩ ዘክሮም። ከምኡ ስለ ዝኾነ እውን ኦሊቨርት ምስ ሮበርት ኮይኑ ድሕሪ ትምህርቲ ንቬንሰን ከም ሳብጀክቱ መሪጽዎ ስለ ዝነበረ ብዛዕባኡ ናብ ብዙሓት ሰባት እናኸደ ሓበሬታ ይእክብ። መጀመርያ ናብቲ ባር ይኸይድ እሞ ነቶም ዝፈልጥዎም ሰባት ክሓትት እንከሎ ቬንሰን፣ ኣብ ናይ ቬትናም ኩናት ብጣዕሚ ሓያል ኮማንደር ከም ዝነበረ ይነግርዎ። ናብቲ ጥዕና ትካል ከይዱ ውን ንኣና ይረኽባ እሞ ናብ ሰብኦይቱ ክመጽእ እንከሎ እንታይ ዓይነት ባህርታት ከም ዝነበርዎ ይሓታ። ድሕሪኡ ውን ንዳካ ኢንተርቪው ይገብረላ ምኽንያቱ ናይ ቬንሰን ሓንቲ ናይ ቀረባን መሓዛ ንሳ ጥራሕ እያ ኔራ። ክልተ ሰሙን ይሓልፍ እሞ እቶም ተማሃሮ ኣሳይመንቶም ዘቕርብሉ መዓልቲ ይኣክል። ኦሊቨር እቲ ዝገበሮ መጽናዕቲ ንክቐርብ ብጣዕሚ እዩ ተሓጒሱ ኔሩ። ማጊ ውን ናብቲ ፕሮግራም ምስኡ ንክትከይድ ካብ ስራሓ ኣዕሪፋ ትመጽእ። ዳካ እውን ቪንሰን ሒዛቶ ናብቲ ትምህርቲ ቤት ናይ ምኻድ ስራሕ ስለ ዝነበራ ንሆስፒታል ክትከይድ ከም ዝደለየት ነጊራ ናብ መኪናኣ ሰቒላ ናብቲ ትምህርቲ ቤት ትወስዶ። ዳካ ንቪንሰን ሒዛቶ ናብቲ ኣዳራሽ ክትኣቲ እንከላ ናይ ኦሊቬር ታራ ኣኺሉ ይጸንሕ። ኦሊቨር እውን መግለጺኡ ክጅምር እንከሎ ንምንታይ ቪንሰን ከም ፕሮጀክቱ ከም ዝመረጸ የረድኦም። ቪንሰን ሰከራምን ስሱዕን ብጀካ ንሱ ካሊእ ዘይፈቱ ሰብን ክመስል ይኽእል እዩ። ግን ብቐጥታን ተዘዋዋርን ንሰብ ኢሉ ኩሉ ህይወቱ ኣሕሊፉ ዝሃበ ዓይነት ሰብ'ዩ ኢሉ ዘረኡ ይጅምር። ቪንስን ኣብ ከቢድን ንቆልዑት ዘይጥዕም ኩነታትን ስለ ዝዓበየ እዞም ኩሎም ነገራት ክኢሉ ንምሕላፍ ጥራይ ቁማርን መስተን ዝጀመረ ሰብ'ዩ ነይሩ። ኣብ ዓሰርተ ትሽዓተ ስሳይ ሓሙሽተ ቪንስን ኣብ ናይ ቬትናም ኲናት ንኽሳተፍ ናብ ሰራዊት ይቀላቐል። ክልተ ላዕለዎት ኣዘዝቱ ብክልተ ሽሕ ጸላእቲ ተኸቢቦሞ ዝነበርሉ ሰዓት፣ ብዝተፈለየ መንገዲ ኣድሒንዎም። ኣብቲ ሰዓት ሰብ ተሸሊምዎ ዘይፈልጥ ብራውን መዳልያ እውን ክሽለም በቒዑ እዩ። ቅጽል ኣቢሉ እውን ኦሊቨር፣ እሱን ኣዲኡን ናብቲ ሰፈር ክመጹ እንከለዉ ማዕረ ክንደይ ነዲኡን ንዕኡን ከም ዝሓገዛ ንኹሎም ሰባት የረድኦም። ክገብሮ ዋላ ድሌተ ይሃልዮ ካብ ምግባር ግን ዓዲ ኣይወዓለን። ምኽንያቱ ቬንሰን ካብቶም ቅድሚ ነብሶም ንኻልኦት ዘቐድሙ ዓይነት ሰባት እዩ ነይሩ። ንሸሞንተ ዓመታት ዝኣክል ሰበይቱ ካብ ትሓምም ጀሚራ ክዳውንታ ከመይ ገይሩ ባዕሉ ይሓጽበላ ከም ዝነበረ እውን የረድኦም። ኦሊቨር ንነብሱ ክከላኸሎ ዘይከኣለሉ ሰዓት ቬንሰን ከመይ ገይሩ ክተርርን ክጥንክርን ከም ዘለዎ ውን ከም ዘምሃሮ ውን ይነግሮም። ቬንሰን ንዓይ ናብ ቁማርን ካሊእን ዘላመደኒ ውን ሂወት ዘይተጽበያ ከም ዝኾነትን ልቓሕን ቁማርን ማዕረ ክንደይ ጎዳኢ ክኸውን ከም ዝኽእል ከም ዘምሃሮን ውን ይነግሮም። እቲ መግለጺ ምስ ተወድኣ እውን ቼሪዲ ንቪንሰን ናብ መድረኽ ይጽውዖ እሞ እቲ ናይ ክብሪ ሚዳልያ ይሽለም። ድሕሪ ዝተወሰኑ ጊዘ ዳካ ወዲ ትወልድ። ካብቲ መዓልቲ እሱ ንደሓር እውን ቪንሰን ምስቶም ዝፈትዎም ጎረባብቱ ማጊ፣ ኦሊቨርን ዳካን ብሓደ ህይወቶም ምንባር ይጅምሩ። እቲ ሓደ ጊዘ ዝጸልኦን ዝድንድኖን ዝነበረ ሮበርት እውን ዝፈትዮ ዓርኩ ኮይኑ ኩሉ ጊዘ ንገዝኡ ምምጻእ ይጅምር። ፊልምና እውን ከምዚ ኢሉ ይውዳእ። ፈቲኹምዎ ትኮኑ ተስፋ ይገብር ንቻናልና ሓደሽቲ ኮንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፉ። ደጊምና ሰንራኸብ ሰናይ ፃንሒት።